ሰላማት ሰላም ሰላም ናዚ ዩቲብ ቻናል ዝተኸታተልቲ ሎማዓንቲ ብጣዕሚ ብዝተፈላለዩን መዘናግዕትን ዘምህሩኒ መደባት ተመሊሰ ከች ኢለ እኒኹ ካብኹም ፅበ እስቲ ላይክ ምግባር ላይክ ምግባር የትረስዑ ከምኡ እውን እቲ ቻናል ሰብስክራይብ ምግባር የትረስዑ ዝኾነ ይኹን ዓይነት ኮመንት ሃሊኩም ድማ ኮመንት ፅሕፍለይ ትኽእሉ ኢኹም ብዝተኻለ መጠን ምስ ተኸልኩም ክርየ ሎማዓንቲ ላብዘን ነዘጋጀኹልኹም ቪድዮታት እንኸድ ሰናይ ምክትታል። ተመስገን ምባል ጽቡቕ እዩ። ምስ ዓይነ ብርከይ ኣለኹ፣ ወፊረ ድማ ብሰላም ይምለስ ኣለኹ። ነዛ ናይ ዕለት እንጀራይ ድማ ረኺበ ይምገብ ኣለኹ። ብሰላም ደቂሰ ድማ ብሰላም ይትሳእ ኣለኹ። ተመስገን እየ ዝብል ካብ ክንደይ ጸላእተይ ዝሕልወኒ ተመስገንካ ኣምላኽ ካብ ኩፉእ ትስውረኒ ተመስገንካ ኣምላኽ ንዝደልዮን ዝምነዮን ትበኒ ተመስገንካ ኣምላኽ ተመስገን ምባል ጽቡቕ እዩ ነዚ ዘለኽዎ ንኸይስእኖ ንኣምላኽይ ባሪካን ቀዲስካን ሃበኒ እየ ዝብሎ ብጀካ ንሱ ካልእ ወልሓደ የለን ኣብ ደቂ ሰባት ምውካል ማለት ንእግዝኣብሄር ካብ ምርሳዕ ማለት እዩ። ስማዕ እንዶ ወዲ ሸኽ እንታይ ዳትማልና ትጽበኻ ንኣሽቱ እንዲሕ ካብ ካልእ ከተማሲ ኣታ እቶም እንዳ ሓሞይ እንድዮም ዓዲሞመን እሞ እቲ እንዳ ሓሞይ እኳ ይኣትየ ነይረ እታ ቴኒኖ ዓርከይ ካን ዶ ወዲ ሸኽ ትደኻኽል ኣለኻ ዲኻ እቲ ቤትና ይኣቱ ኣለኹ እንደ ቴኒኖ ዓርከይ ሃፍቲ ሃፍቲ ቴኒኖ ዓርከይ እቶም ቤትና እቲ ገዛ ቴኒኖ ዓርከይ ፕላስ ዋን እንድዩ ክገፍሕ ክገፍሕ ቴኒኖ ዓርከይ ተደርቢሸ እኮ ብማዕጾ ወጽእ ኣለኹ ኢለስ ብመስኮት ክወጽዑ ሒዞምኒ ኣደይ ትሙት በ ኳዕ ሓነግ ኣይበልኩ ንመጀመርታ ግዜ ኣብ እንዳ ሓሙኡ ዝሞተ ሰብኣይ ጓል ምተባህልኩ ቧ ኬፍ ዘይብሉ ኬፍ ዘይብሉ ቅድሚ ውራይ መጀመርታ ድኸነፈ ሰብኣይ ጓል ቧ ኬፍ ዘይብሉ ቅድሚ ውራይ ከኣ ሞታቴኒ ንዓርኪ ክገፍሕ መዓት እዩ እንታይ ትዛረብ ኣለኻ ዋላ ስድራይ እንዴ እንዳኺለን ኣደይ ትሙት እስከ በል ማትሪግ እኮ ነይርወን ብቀዳማይ እንታይ እዪ ማትሪክ ማለት ወዲ ሸቕ ዋእ ፋሚሊ ፈተና ኔርወን ጓልኩም ሃቡና ክብላ ክኸዳ ከለዋ ክንደይ መጽናዕቲ ክንደይ ምጽርራይ ድዩ ኔርወን ተኒኒ ኣሃ ኣታ ወይ ኣኽ ነጥቢ እሞ ከመይ ኣምጺኦም ዶ ዛግረ እንታይ ትዛረብ ኣለኻ ወራ ኣምጺኦም ተብጻሕኩም እንዲዮም ተባሂሎም ኢላ እሞ ቐናኒዕካዮ ወዲ ሸቕ ደኣ ገርመካ ተን ሓወቦታተይ ኦ። ነቲ ገዛ ክሪኣ ኣየቕለባሉን ቤላ እቲ ገዛ ማለት ኣየቕለባሉን እብለካ እቲ ሕቶን ርእይቶን ናይቲ ፋሚሊ ነገር ኦ። ካብቶም ሓወቦታተይ ከ ኦ ሓሙሽተ እንዲዮም ከይዶም እቶም ድወ ሳብኡ ጠፊኦም እንታይ ጠፊኦም ማለት ገፊሑኒ እቲ ገዛታት የኒ ንዓርከ ጠፊኦም ኣብኡ ተሳኢኖም ደልዮም ደልዮም ክልተ ሰዓት ምሉእ ደልዮሞም ስኢኖሞም ኣኸር ክዳ እሞ ኣኸር ድኣ እቶም እንዳ ጓልታ ኢሎሞም ድሓን ንስኹም ኪዱ ንሕና ቀሲልና ክንደልዮም ኢና ተባሂሉ እቶም ሓወቦታተይ ሰዓት ዓሰርተ ገዛ መፅኦም ናይ ቀትሪ ሰዓት ዓሰርተ ናይ ለይቲ እሞ እተን ክልተ ድጠፍኣ ሓወቦታተይ ተረኺበን ኣብቲ ገዛ ኣበይ ተረኺቦም ድኣኒ ኣብቲ ሳሎን ኣቢሉ ውሒጥዎን ፀኒሑ

ኣብቲ ውሽጢ ቤትና ንዓባ ቴኒን ዋላ በናና ኣሎ ዝተዘርአ ኣብኡ ዋ እንታይ በናና ኣብ ማእኸል ሳሎን ዳ ዝዘረዎ ኣብ ጀርዲን ገለ ደይ ዘረዎ ኣታ ቴኒን ንዓርከይ ፍሬሽ ክኾነሎም ፍሬሽ ክኾነሎም ስማዕ እንደ ክነግረካ ቴኒን ንዓርከይ ካብ ዓሰርተ ግዜ ቁርሲ እውን ሓዝ ካብዚ ሓዝ ዝብሉኻ በናና ቅንጥስ ኣራንሺ ቅንጥስ ይብሉኻ እንታይ ዝዛረብ ኣሎ ፓፓዮ እንዳዘርኡ መፅ የብለካ ኣለኹ ፓፓዮ እንዳዘርኡ ኑክታ ድዩ ላይፍ እምበር ታይ ኣነጃጃሒታ ዝም ናብ ፊሊጶስ ውርችነት ውርችነት ከኒን ዓርከይ እንዳ ሓሞይ እንታይ ዓይነት ሃፍቲ እዩ ደለዎም
ኣበልኻ ሓሳድ መጻኤ ይርእ እዩ ኣብ ሰለስተ ዓመት ከመይ ክኾን እዩ ሓሳድ ንዓ ሕር በል ረእ እዩ መጻኤ ወተሃደር ኣብታ ኣብ ኤርትራ ሳዋ ሓሊፈ እየ ናበይ እንድሕር ድኹም ትመልሱኒ ክትእሰር ዋ ስግረዶብ ከኣ ከይድ ኣብ ኤርትራ እውን ተታሒዘ እየ እንታይ ኣነስ ከምሳ ዘይኮነለይ ኣታ ከምሳ ዘይኮነለይ ኣነስ ከም ብሓድሽ ክብትኒ

ብሩክ ቀዳመ ሰንበት ትገብሮ በቃ ካብ ንሽንሽ ተማሃሩ ንሽንሽ ተስፋ ይቆርጥ ይርኦ መጠረሽቱ ተዓዊቱ ኣብ ሂወትካ ከማይ በቃ ብዙሕ ሽግር የጋጥመካ ብዙሕ ፀገም የጋጥመካ ኣብ መጠረሽቱ ከዓ እግዚኣብሔር ኩሉ ብሓንሳብ ይበካ ንእግረ መንገዲ ከዓ ንሽንሽ ለቢሙ ምዕላላ ኣይትበሉና እቲ ግዜ እዩ ዘለብመና ዘሎ ከምኡ እዩ ሂወት ሽግር ክበጽሓካ እንከሎ ኩሉ ተደራሪቡ ሽግር መጸካ ክትርህወካ እንከላ ክትሓልፈልካ እንከላ ሰላም ክትረክብ እንከለኻ ከኣ ብሓንሳብ እያ ትሓልፈልካ ማለት እዩ ስለዚ እቶም ኣብ ቦታ ጭንቀት ዘለኹም ኣብ ቦታ ጸገም ዘለኹም ኣሕዋተይ ፈሎ ከኣ ግበርኡኹሞ እንዳነሽነሽ ዘጽናንዕ እንዳነሽነሽ ተስፋ ዝህብ ብዙሕ ቪድዮ እዩ ዘሎ ብዝተኻእለ መጠን ግን ወላ ሕጂ ሽግር ተበዛሓኩም ጸገም ተበዛሓኩም ክሓልፈልኩም እንከሎ ግን ከምዚኣ ገይሩ በቃ ኣድራጋ ኣድራጋ ክሓልፈልኩም ምዃኑ ክሕብረኩም ፈቱ ጋዜጠኛ ነሽነሸ ካብ ሃገረ ጀርመን ይቐንየለይ

መለከታዊ ዓውዲ ኣብዛ ንመግዱ ዝሓድር ቅጫ ኣብዛ ንየማን ዝሓድር እንጀራ ጸጋ ዓለም ምስቲ ዓለም ብርሃን የምጸልና ምሕረት የውርደልና ብኸበረ ለጋስ ብለምለም ዳስ ብኸበረ ለጋስ ከፈል ብኸበረ ለጋስ ብለምለም ዳስ ሓም ሓሙሽተ ሽሕ መሪር ተኺልና ክንበልዕ ክንሰቲ ዘበን መርዓ ዘበን ኣበባ ዘበን ጋማ ዘበን ያሆ ያሆ ገይታ ይግበረልና ኣነ ክነግረካ ሓደ ጓሉ ምስኪናይ ክንደይ ዓመት ከርተት ኢሉ ዘዕበየ ወላዲ እሞ ከመይ ዝበላ ተንኮ ትምህርቲ ንፍዕቲ ዝነበረት ሓደ መዓልቲ በዚ ዌስት ኣፍሪቃ ሒዛትሉ መጽያ ሰብኣይ ዓራት ሒዙ ክሳብ ሕጂ ይከስር ዓራት ሒዙ ባኣ ከሉ በቃ እዚ ኩሉ ዓመት ድዕበያ ቆልዓ ምስክነይቲ ዌስት ኣፍሪቃ ሒዛትሉ መጽያ ከመይ ዝበለ ዱልዱል እንታይ ድባሃል እንታይ ኢሉ ሕጂ ንሱ ብዓራት ሒዙ ምስኪናይ ወላዲ እንታይ ይኸውን ዳ ዓራት በቃ ክርትም ኢሉ ባኣ ከሉ ሞራሉን ገለን ከመይ ዝበለት ቆልዓ በቃ ዓዲ ተዛርብ ዝነበረት ቆልዓ ሕሰቡ ስለዚ ኣብዚ ከኣ ሓበሻ ከኣ እልፊ ስቅ ኢሉ ተታዕኒኑ ዝኸደልካ ኣሎ ስቅ ኢሉ ስደተኛ ክንሱሲ እም ዝብለልካ ጎጹ ለካ ስቅ ኢሉ ሻንፎቱ እዚ ዘብጽሕ እም ጓለይ ደኣ ምስዚኦም ኣይትቅረቢ ምስዚኦም ኣይትቅረቢ ሀ ጽቡቅ ሀ ዓረብ ኣለው ሀ ዓረብ ክረኽብዎ እዮም ሽዑ ክትጽውዓና ኢኻ ንሕና ከኣ ኣይን- ኣይንመጸካን ኢና ከወል ሓንቲ እኮ ሀ ንሪኣ እኮ ተሰውዕሉ ዶ ናብ ዓረብ ክትከይድ ከላስ ኮንፊደንስ ትገብር ታጓል በቃ ምስ ዓረብ ምስ ካልኦት ዜጋታት ገለ ከምዚ እዩ። ሽዑ ንዓኻ ንሓዋ ምስ ረኣየትሲ ሰላም ዘይትብለካ? ሓዋ እኳ ኢኻ እስኻ፣ ሰላም ኣይትብለካን እያ። እም ትብለካ። ኣብቲ እኳ በቃ ዘይጠቅም ዓብድ እንዳበለ እኳ ይጻወተላ እቲ ዓረብ። እቲ ዓረብሲ ዓብድ እንዳበለ ነታ ቆልዓ ረኣዮ እሞ ከኣ ኣብዚ ዓሰርተ ሸሞንተ ዓሰርተ ሸውዓተ ገለ ዝገበረት ትኸውን ሕሰብዎ። ግደፍዎ እዚ ኣፍሪቃስ እኳ ደሓን ጸሊምሲ ወደይ ካልእ ትረፍ ኣይንዕቀንን ከማን። ዓረብሲ ብጣዕሚ እዩ ዝንዕቀን፣ ዓረብሲ ብጣዕሚ እዩ ከኣ ዝንዕቀን በቃ ንጸለምቲ። ብሓቂ ይንዕቀ ደልዎ ተትርእዩ ሽዑስ ምስኦም ኮኻዕካዕ ትብልሲ ኣብዚ ጥቃኻ ኤርትራውያን ከለኻስ መጽያ ሰላም ኣይትብለካ እያ ገዲፋትካ ትኸይድ እዚ ካበይ እዩ ካብ ገዛኣ እዩ ካብ ወለዳ እዩ እምበር ምሳና ኣለዉ ኣብዚ ቆልዑ ጥዑማት ወለዲ ዘለዎም ካብ ርሑቅ እንተሪኦምና መጽኦም ሰላም ከይበሉና ይኮኑ እዮም ኣኮይ ከ ሜሪ ኩስቶ ንዓስከ ሰላም ምሳና ዕልሉ ይጻወቱ ምክንያቱ ደቁ ኣቦታቶም ኣዴታቶም ከምኡ ስለ ዝኮኑ ካብ ናይ ኣቦ ናይ ኣደ ስለ ዝኮኑ ኣብ ገዛ ብትዕቢት ተነፊሕካስ ሓበሻ ዕድለኛ ኢኻ ጓልካ ሎምስ ሓበሻ እንተኸይዳ ምስ ሓዋ እንተኸይዳስ ዕድለኛ ኢኺ ስኺ ጓልኪ እንተኸይዳ ወሸለ ተረኺቡ ከምኡ መጻወቲ ዝረብሑን ዘይረብሑን ካብ ትኸውን ብ ዓረብ ከኣ ተጻዊቱ ተጻዊቱ ክስታ ይገብር ማለት እዩ ተረዲኩም ዲኹም ዶ ምኽንያቱ ንጸሊም ንዕቆ that's it ስለዚ እንታይ ዝብል ዘለኹ ነቶም ቆልዑ ከተዕብይዎም ከለኹም ሓበሻ ነይበልዎ ሓበሻ ኮንቶ ሓበሻ ይጠቅምን እዩ ንገዛእ ርእስኻ ይተዋርድ እንታ ኮይንካ ዘይትጠቅም መዓት ዝጠቅም ኣሎ ንገዛእ ርእስና ክነዋርድ ተሪኦምና ደቅና ከኣ ንነብሶም ክንዕቅዋ እዩ ስለዚ ደቅና ከይንዕቁና ንኻልኦት ከምኦም ኣሕዋቶም ከይንዕቁ ንደቅና ንሕና ኣብ ቅድሚ ደቅና ከኣ ንሕና ጽሩያት ምሻሎ ኩሉ ነገርና ብዝተኻእለ መጠን ምስ ኩሉ ብድሆታትና ሽግርና ጼርና ከም ደም ስኒ ውሒጥና ክዳንኪ ቅይሪ ኢላ ቢሉ ደቅኺ ክዳንኪ ቀይርኪ ሾኪርኪ ክሪኡኺ ከለው ብጣዕሚ ደስ ዝብሎም በቃ ፕራውድ ኾኑ ሽዑ ብኣኺ ንስኻ ኣቦኦም እንተኾንካ ከኣ ብዝተኻእለካ መጠን ከዳንካ ቅይሪር ምዕርግ ኢልካ እንዳ ሻሂ ሒዝካዮም ኬድካ ሻሂ ትሰቲ ምጽኦ ደም ደቅኻ ሕጉሳት በቦኦም ኩርዓት ኾኑ ምክንያቱ ቆልዓ ሎሚ ብ ኤሮጳ ጋይስ ኢለኩም እየ ቤት ትምህርቲ ክትከይድ ከለኻ ብኣኻ ክሓፍር የብሉ ኣቃውማኻ ኣገዳሲ ኣይኮነን ኣቃውማ ኣይኮነን ንሰብ ግን ጽሬት ጽሬት ክንብል ከለናስ ጨጉርኺ ኣከዳድናኺ ገለመለ ጌርኪ ትኸዲ ሽዑ እቲ ቆልዓ ፕራውድ ኾውን ብኣኺ ወድኻ ብኣኻ ፕራውድ ደይከውን እንተኾይኑ ሕሰቦ ብድሆ ዘሎ ንዛረብ ኣለና ንሕና እንታይ ደኣ ክንገብር ምክንያቱ እዞም ቆልዑ እዚኦም መጻኢና እዮም ኣነ ነፍሲ ወከፍ ኣብዚ ኤርትራዊ ኣብዚ ኣብዚ ደገ ዝተወልደ ኤርትራዊ ቆልዓ ንዓይ ሓወይ እዩ። ናይ መጻኢት ኤርትራ ሓላፍነት ከኣ ኣብኦም እዩ ዘሎ። ኣብ ግራስ ሩት ኣብኦም ክንሰርሕ ኣለና። እዞም ቆልዑ እዚኦም ፌል ተጌርና ካላስ ኤርትራ ትበሃል ነገር የላን። ወለዶ ዝበሃል ነገር የለን። ጠፊእና ጸኒትና ማለት እዩ። ስለዚ ኣብዚ ወለዶ እዚ ፎካስ ክንገብር ኣለና። ሊስትሮ ገለ ብልዋ ኣነ ከማራ እዮም ዝገርሙኒ ይብል እየ ክሉ ግዜ ሊስትሮ ኢልካ ክትዛረብሲ ንመንግስትኩም ጥራይ ከም ትጸርፉ ዘለኹም ኣይርድኦኩም እዩ ዘሎ እምበር ኣቦኡ ዝኸፈለ ደኣ ሊስትሮ ምኾነ ኢልካ ትሓስብ ከምዚኦም በዓል እዚኣ ኣፍ ገመል ሻርሙጣ ገለ ዝብላና ዋላ ከምኡ ተኮይነ ገለ ኣቦይ ሰውየ ዳ ከምኡ ክኾኑ ኢልኩም ትሓስቡ ግን ከምኡ ኢኹም ኣይግድሸኩምን እዩ ባይዘወይ ኤንድ ናይ ውፉይ ገለ ዘይኮነ ከዓ ኣብ ኤርትራ ሊስትሮ ኮይኖም ስድሮኦም ዘመሓድሩ ኣለው ብፍላይ ማለት እዩ እዛ እዚ ፋራ ኣወል ከምኡ ይብል ነይሩ ኣነ እኳ ኣይሰማዕኳን ከምኡ ይብል ኢሎምኒ ኣወል ሲ ኣስመራ ኢኻ ትነብር ኣብ ኣስመራ ሲ ክንደይ ሊስትሮ ሰሪሓ ነዲኣ ቡን ትገዝእ ንኣሕዋታ ተዕብለ ኣነ ደቂ ኣምሓራ ነይሩ ዝፈልጦ ኣነ ሊስትሮ ኩሉ ሰብ ዝፈልጦ ሊስትሮ ሰሪሑ ስድሩ ዝሕግዝ ሰብ ማለት እዩ ሕጂ ሊስትሮ ገለ ጸርፊ ይኮነን ነቶም ምሳኻ ዝዓበዩ ኢኻ ትጸርፎም ዘለኻ ሞር ወዲ ኣስመራ ስለ ዝኾንካ ሊስትሮ በስመራ ብዝሕ ውፉይ ኣብ ደቂ ሌፋይ ሊስትሮ የለን ምናልባት ዓዲ ቀይሕ ወይ ኣስመራ ከይዲ እዩ ሊስትሮ ክኸውን ዝኽእል ግን ባይዘወይ ኣነ ብጣዕሚ እየ ዘድንቆ ብኸምኡ ብኻል እንታይ ኢኻ ክትከሶ ትኽእል ብኻል እውን ዝኽሰስ የብሉን መለዲ ክንጎንጎም ንስኻትኩም ንውፉይ ንወዲ ወዲ መኳንንቲ ክትከስዎ ወደፋካ እዩ መን ኢካትኩም ንስካትኩም ክትከስዎ ንዕኡ ብምንታይ ክትከስዎ ብኤርትራውነት ኣይትከስዎን ኢኩም። ክገርመኪ ማማ ደሃብ ሕጂ ከማን ብሓንሳብ እዮም ዘለዉ ኣንተወይ ሳንጣ ተሰኪሙ ናብኣ እንዳከደ ከሎ ረኪበዮ ነይረ። ኣዋይ እዛ ዓሻ በቃ ሳንጣ ጌራ በብሓንቲ እታ ገዛይ ከተልዕላ እያ። ከመይ ዓይነት ኪያና ድያ መሲልኪ

ተማዊትኩም ካብ ወደይ ከተርሕቅዋ ኣለኩም። ጸገም የለን ማማ ደሃብ። ሓገዝ ትደሊ ዲኺ?
ከመይ?
ኣብ ዙርያኺ ኮይኑ ክሕግዘኪ ዝኽእል ሰብ ገለ ትደሊ ከይትኾኒ ማለት እየ። እወ ኣነ ደኣ ምደለኹ። መን እሞ ኣሎ ክንገብረልኪ ንኽእል ሰብ?
ሓደ ንኹም ቸንቶ ዝበሃል ኣሎ መማህርትና። እወ ዕዋላ እዩ፣ ኩሉ እዩ ዝፈልጥ።
ዕዋላ እዩ ደይኮንክን ትብልኒ ዘለኺ? እወ እሞ ዕዋላ ድኣ ንዕኡ ምሓሾ እንታይ ይፈልጥ ካብ ምስራቕን ምትላልን ሓሊፉ እንታይ እዩ ክገብረልኪ ዕዋላ ኖኖ ከምኡ ማለተይ ኣይኮንኩን እዋ ከመይ ድኣ ሕራይ ናይ ፍጹምን ኣርሴማን ምቅርራብ እውን ደስ ኣይብሎን እዩ ንፍጹም እውን ካብ ኣርሴማ ክርሕቕ ከም ዘለዎ ኣጠንቂቕዎ ነይሩ ሞት።
እዋይ እዛ ስቱቢት ቆልዓ ንወደይ ኣብ መዓት ዓዋሉ ከተእትወለይ እያ ኣታ ኣነ እንታይ ተገበርኩ ይሓይሽ።
ናብዚኣ ንዓዱና ንስኻ ኣርሴማ ካትረክብ ንፍጹም ከኣ ካብ ኣርሴማ ንፈልያ ንብሎ። ስመኒ ቴኬር ወደይ ብዘይ ጉዳኣሉ መንገዲ ግን ክኸውን ክኽእል ኣለዎ። ኣጆኻ ጸገም የለን ብኸምኡ ኢና ክነእምኖ። ኦኬ
ሕጂ ሞድሓንኪ ድዩ ጽባሕ ካብ ትምህርቲ ምስ ተፈደስኪ ልክዕ ኣብ ከምዚኣ ሰዓት

ክዳውንቲ ዝኽል ሳርቶ ኣሎ ትብሊ። ካብ ኩሉ ካብ ኩሉ ክትዕጎሲ ኣብ ኣውደኣመት ዓቢ ምጉዳል ዋጋ እየ ትገብር። እሞ ብዝተረፈ ሕጂ ክኸይድ እሞ ንጽባሕ እውን ወዲእካ ለይ ጸኒሕኩ ከም ሕጂ ክመጸካ። ጽባሕ ከሕጉሰኪ ከመይ ከም ትሕጎሲ ከርእየኪ እየ።

እዘን ኩለን ዘርኦመይ ዘርኦመይ ዝብላ ነበራ መዓልካ ይበላለን ኣዱ ኣቦ ይብለክ ኣለኩ ክፍት ደደብ ብላ ኣንታ መንበስባስኻ ብላ
ኣይመስለንን። ኣቦ ይብለካ ኣነ ሕጂ ከይወድቃ ኢልካ ኢኻ ክንደይ ምኽፋት ኣቢኻ ደለኻ።
ኣይኮነን ኣነ ኣዱ ስጋ እኳ ውሒድን ንዓይ ኣብዚ ትሕቲ ዓይነይ ዘሎ ስጋ ዘይብል እዚ ብዛዕባ ናይ ዓይነ ኣነ ገጅፍ ዓጽሚ እዩ ተዋሂበኡ እንታይ ጸገም ላጥ ኮምባር ኣብዚ ናይ ዓይነ ኣረ ጣዕሚ ወይ ብሩኻት ዘርኢ ኣብዚ ኩልኹም ዘለኹም ብሩኻት ዘርኢ ኣብዚ ናይ ኣዱ ኣርዮም ባቲ ኣርዮም ስክትወል እቲ ኣነስታ ወርቅኻ ክፈትየያ መይተነሲ ዋይ ራእይዋ በሉ እንገር ዲዛ ኣዱ ዋጉ ንገር ዲብ ዝኾን ከላ ኣይንገር ኣብ ዋትሳፕ እያ ትንገር ኣብ ዋትሳፕ ክነግረካ እዩ ኣብ ቴሌፎን እዩ ዝንገር ብሩኻት ዘርኢ እዚ ሕጂ ዘለኹሞ ቴሌፎን ናይ ኣዱ ፅሑፈልኩም ኣላ ራእይዎ ክፅበቅ እሱን መስቀሉን ኣነ ወጣ ሓሚራ ፐው ኣትስ መሽረፈት መስል ከዓ ዝሲ ነዚ ጌርካ ድኣ ብጀካ ቀትርስ ምሸት ኣይትኸይድኒኻ ማለት እዩ

ኣዱ ግን ሽግር ኣለኪ ትምልስን ኣይትምልስን ኢኺ ኢንስታግራም ፅሕፈልኪ ነይረ እዋይ ሰሙ ኣይትሓዝለይ ሰሙ ሓፍተይ ክምልሰልኪ እየ ሕጂ ብሓቂ ኣብ ዋትሳፕ እንዶ ፀሓፍለይ ኣብ ዋትሳፕ ኣብቲ ኣድያም ስባት ኮይና እኮ ኦርደር ስለ ዘይቅበለላ ብዙሕ ኣይርኣን እየ ኣብቲ ሓበሻ ስባ ኣድያም ግን ክምልሰልኪ እየ ወይ ከዓ በዚ ቁፅሪ ሰሌፎን ዘለዋ ኣብዚኣ ኣብ ዋትሳፕ ተፅሒፍክለይ ውይ ቴንኪዩ ማዕረይ
እወ ዝፀሓፍልኩ ከዓ ድወ ግን እንታይ ትብለኩም ኣላ ምስለኩም ዋትሳፕ እቲ ናታ ስልኪ ቴሌፎን ኣብዚ ትበኩም ኣላ ብሩካ ዘሪ ኣብኡ ትበኩም ኣላ ብኣ ደዊልኩም እዚኣ ደሪና በለዋ እዛ ዓባይ ወርቂ እንታይ ዘለታ ሰበይቲ ኣብዚኣ ወርቂ ኣብዛ ክሳደይ ወርቂ ኣብዛ እዝነይ ወርቂ ኣራብተሓቢራ ማይ ክርስቶስ ኢላ ተሰሲ ሓቃ እንዲያዳ

እወ ሒዝክና ኣብ ምዃድ ድሓ ኣይዓርብ ድየ ድሓ እውይ ክመታ በለ
ንወዲ ሓምቢሎ እውይ
ሓፊረ በለ ድስታ ቀኒለይ በሉ እወ እወ ኩልኹም ብሩኻት ዘርኢ እንታይ ኣሎ ምስለኩም ኩሉ ግዜ ከምታ ኩሉ ግዜ ዝብላ ሕጂ ለንቀነ የቋርፅዮ ቲክቶክ ነዊሕ ገይረ ገድፎ ስለ ዘለኹ እምበር ኣብዚ ናይ ኤሬትራውያን ብፍላይ ድኾነ ከታባብዑ ዝደልዩ ድኾነ ክሸጡ ድኾነ ዝደለዩ ኮም ብሮግራም ነይርና ክገርመካ ሕጂ ከምዚ ዝተበገሰ ሰብ ድኾነ ክሰርሕ ዝተበገሰ ባዕልና ክንዕብየሉ ነብሩካ ዘር ድኾነ ሰብ መጽኡ ኣዕብየልና ንሕዋትና ከምዚ ዝተበገሰ ወሸሎቲ ሰናይ ተበግሶ ገይሩ እንድሕተበግሱ ክትዕብየለካ ብሩካ ዘር ዋላ ንእሽተይ ዋላ መሽረፈት ይሽጥ ብሩካ ዘር ኩሉ ግዜ ክንዕብዮም ክንፍትን ኣለና ኩሉኩም ብሩካት ዘርኢ ኣይትሕመቁ ሳቦርቲ ግበርዋ ሰብ ሽፎን ሽፍን ግዛኣ ሰብ ወርቂ ኣይ ኩቡር ድዩ ከምዚ እቲ ጥዑይ ወርቂ ኣይኮነን እዚ ከምዚ ተለክየ ኢላቶ ተለክየ እዩ ኮብኡ ክሳይ ትገብራ ፐው ማሻላ ራዳሕ መመዝዕኻ ጥራይ ኣነስ ክዕድሎም ወዓልኩ ነወድዓ ጽብቕቲ ተመጽያ ክትገዝእ እዚኣ ንዓኽ ድሓን እዚኣ መቑሸሽ እምበር እኳ እዚኣ ከባድ ዓዲልካ ክትውደን ዘንሽቦር
ሓዳር ተዘይ ጌርካ ኣነ ሓዳር ዘይ እዋ ስምዐ እስከ እንታይ ደድ መፀት ትህባ ካብ ኩለን ሓንቲ ይስእኒ ካ ሽዑ እዚስ እዚኣስ ንበራሕ ምኾነ እዛ ባድላ እዚኣ እዋ እዋ እወ ወርግያ የስተረርክዋን እምበር ወር እዋ ሂዳ ካብዞም ፅላል ቆባሮ እኳ ገበታይ ክነውሕ እኳ ትቆልዓ እወ እዚኣ ተራ ኳስ በስል ኮይና ስማዓኒ እዚኣ እዚኣ ድያ
ካብ ጓይላ ውፅኦማ ኮርያ ዘላ ትመስል ኣብ ወንዶ ሰሓቅ ብባ ክገብራ ኣቦ ይብለክ ኣለኹ ካብ ጓይላ ተሰጒጋ ለበስል ኣብዚ

ሕጂ ሸሪቲ ኖ ኖ ኖ ኖ ካብ መስመር ኣይትውፃእ ሕዘኒ ሕጂ ነቲ ሰብ እንታይ ትገብሮ መሲልካ መጀመርያ ሽፍን ኣቢልካ ላዕሊ ምፃእ ዲኻ ኣስሮ ተረዲኻኒ እዚ ሞት ገለመለ ጣዕ ኣቢልካ ባዕባዕባዕ ገለመለ እዚ እብለካ ኣለኹ ዕረፍቲ እዩ እዚ ሞት እኮ ዕረፍቲ እያ ሕጂ እዚ ዝገብሮ መን እዩ ሕጂ እዚ እዚ እንታይ ትብለኺ
ንዓ እንታይ ትገብሮ ማለት እዚ እብለካ ኣለኹ

ሰብ ቀቲልክ ትፈልጥ ዶ ላላ ሰብ ቀቲልክ ወይ
ሽዱሽተ ዓመት በይኒ በይኒ ደቅሲ ሕጂ ግን በቅ ይዓክል ከመይ ስኸ ኣለና ጽቡቕ ባ ገዳም ትማሊ ከይድኪ ነርኪ እንታይ ሄዳ እንታይ
ኣበይ ገዳም ኣለኹም ዶ ኣታ ትግርኛ ጸሪኻዮ እምበር። ብዙህ ኣይኮንኩን ኣነ ትግርኛ ኣይክእልን እኮ።
ዋይ ማሽኣላህ ኣበይ ገዳም ከይደ። ትማሊ ብላይቭ ሪኢኺ ነይረ። ኣኣ በረኻ ወጽየ
ንፋስ ለመውሰድ። ኦኬ ገዳም ይመስለኒ ገዳም ኣይኮነን።

ሽዱሽተ ዓመት በይነይ በይነይ ደቅሰ ሕጂ ግን በቅ ይዓክል። ወይ ኣሞረ ዝብጻ። ጓል ትደልዮ ወዲ ካብ ጓል ዓሰርተ ሸሞንተ ክሳብ ደቂ ዕስራ ዘለዋ ደቂ ኣንስትዮ ሞር ዝደልዮ ካብ ደቂ ተባዕትዮ እንታይ ኣቴንሽን እዩ ፍቅሪ ደዊልለይ ዶ ምሸት እታ ልቢ ሰይድዋ ዶ ኣይ ላቭ ዩ ልጽሒፍለይ ዶ ኣይ ሚስ ዩ ዶ እዚኢን ጥራይ እቲ ሞርስን ፎከስ ድገብሮ ካብ ጓል ዕስራን ሓሙሽተን ንላዕሊ ዘላ ጓል ኣንስተይቲ ግን እዚ ነገር እዚ ዋላ እንዳ ደለየቶ ቀንዲ እሳ ፕራዮሪቲ ቀዳምነት ትሰርዖ ግን እንታይ ሰብኣይ ክኸውን ይኽእል ሓላፍነታዊ ድዩ ኣቦ ደቀይ ክኸውን ይኽእል ድየ ሰብ'ዚ? ምስዚ ምሉእ ዕድመይ ክነብር ፍቓደኛ ድየ? ኣብ ቅድሚ ስድራይ ኣቕሪበዮ ንስድራይ ኣተላልየዮስ proud ክኸውን እኽእል ድየ? ክሕበን እኽእል ድየ በዚ ነገር'ዚ? ኣብ ስርሑ ከመይ እዩ? ካራክተሩ ከመይ እዩ? ከመይ ዓይነት ሰብ እዩ? እዚ እየን ቀንዲ ዝግደሳ ኣብዚ ዘሎ ዕድመ። ስለዚ ከምዚ ክብል ከለኹ ግን ኣብዚ ዓሰርተ ሸሞንተ ክሳብ ዕስራ ዘለዋ ቀልጢፈን ማቹር ኣይኮናን ማለት ኣይኮነን። ዝበዝሐ ፐርሰንተጅ ኣብዚ ዘለዋ እውን ስቲል ኣብ ኣቴንሽን ኣይ ላቭ ዩ ጽሒፉ ዶ እታ ልቢ ግዲልዋ ዶ ዝብላ ኣለዋ። ሶ ቀንዲ ግን ዝበዘሐ እዚ እዩ እቲ ፐርሰንተጅ ስለዚ እቶም ኣብዚ ዘለኹም ኦራቴሽን ክትሕተቱ ኢኹም እቶም ኣብዚ ዘለኹም ከዓ ካራክተርኩም ኣብ ነብስኹም ሰሪሕኩም ዲኹም ክትሕተቱ ስለዚ ኣብ ነብስኹም ስርሑ ንዓኹም ከንታይ እዩ ዝመስለኩም ኣብ ኮመንት ሴሽን ጸሓፉለይ ናብ ካልኦት ከዓ ሸር ግበርዋ ኣይ ላቭ ዩ ናቶም ሓሳባት መታን ከቐምጡ ፒስ ኤን ላቭ ህግደፍ

ዕድመ ሃቦ ዮናስ ማይናስ ግን ኣብ ምውሕጓ ቋንቋ ትግርኛ ብዕትበት ይሰርሕ ዘሎ እቲ ዘሕዝን ነገር ግን ቃላት ክሓናፍፅ ከሎኻ ነቲ ምትሕንፋፅ እዩ ከም ኮሜድያዊ ባእታ ዝጥቀመሉ ንኣብነት ኣብዚ ሓዳስ ኮሜዲ እዩ ሓንቲ ኣብነት ክንርኢ ኢና ተኒኒ ተረዲእካ ኣሎ እቲ ጉዳይ ምሽ ኣይተረዳእና እንታይ እዩ ኣለቡጥና እኮ እዩ ኣለቡጥና ኣለቡጥና ነፋሪት ከም ሳይክል ሕጂ ኣለቡጡና ማለት ሲ እንታይ ማለት እዩ ትግርኛ ኣይኮነን እንታይ ዓይነት ቋንቋ ምዃኑ እውን ኣይንፈልጦ ኢና ስለዚ እዛ ቃል ይትረፍ ክተስሕቕ ዋላ እኳ ትርጉማ ዘይንፈልጣ እንተኾና ኣብዚ ግን ከም ኮሜድያዊት ባእታ እያ ኣትያ ዘላ ነዚኣ ዝሰምዐ ቆልዓ ከዓ ክደግማ ክጅምር እዩ ስለዚ ዮናስ ማይናስ ኣብ ምብሕጓግ ቋንቋ ትግርኛ ብገፊሕ ተዓዊቱ ኣሎ ማለት እዩ ብዝኾነ ነዛ ኮሜዲ ተሪኢኹማ ናይ ዮናስ ማይናስ ኮሜዲ ስለምንታይ ዘሕርቕ እናኾነ መፅእ ከም ዘሎ ክትርድኡ ትኽእሉ ኢኹም ስቕ ኢልኩም ተስሒቕኩም ግን ስለምንታይ እዛ ኮሜዲ መስሓቕ ከም ዘይኮነ ዝገልፀልኩም እየ ሓደ እዛ ኮሜዲ ጆክ የብላን ወይ ከዓ ፓንች ላይንስ የብላን ወይ ከዓ እቲ ከም ፓንች ላይን ተጠቒምሉ ዘሎ ነጥብታት ኣዝዩ ድኻ እዩ ቁፋራይ ኣውፊርካ እተ በሊዕኻ ጽገብ ተኻዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኣውፊርኩም እተው በሊዕኹም ጽገቡ ተኻዲንኩም ሙቕ ወይኹም ኪዱ ክንዲ ናይዘይ ዕድመ ይሃብኩም
እሺ ደቂ ዓበይቲ ናይ ሎምዓንቲ መደባትና እዚኤን ይመስላ ነይረን ተፈቲኹሞ ላይክ ግበሩ ቻናል ድማ ሰብስክራይብ ምግባርኩም ኣይትረስዑ እስካብ ቀፃሊ ንራኸብ ደሓን ቐንዩ ሰላም